ኦው ጎይታይ መዓረይ ይቅረ በለና እረ በይዛኹም በይዛኹም ሸር ግበርዎ በይዛኹም በቃ ኮፕሊንግ ሸር ግበርዎ ኩሉ ኣብ ትግራይ ዘሎ ብፍላይ ኣብ ካሊእ ከባብታት ኣብ ካሊእ ዓድታት ዘለኹም ዋላ ጸሎት ግበሩና በቃ ኣይከኣልናን ቀትሪ ምንቅጥቃት መሬት እኒአ ሀዚ ንባዕሉ ምሸት እዚ ድኳንስ ካብዚ ድኳና እናወፀ እናጎየት ወፅያት ንደገ እንታይ ኮን ኪብላ ኣለኹ ኣነለ ይስምዓለይ ነንሸ ብዝበለፀ ግን ኣብ ድኳን ዝተሰቐለ ጠራሙ ዝለሎ እናንቀጥቀጠ ምስ ኣበያ ንደገ ወጺኣ እና ኩሉኹም ኣብ መላእ ዓለም ዘለኹም ጸሎት በቢ ሃይማኖትኩም ጸሎት ክትገብሩ ብትሕትና እናሓተትኩ ናብ ኩሉ ክበጽሕ ደማ ሸር ግበርዎ እዞም ኣሕዋተይ።
ዋ ኧረ ኣደይ ማርያም
ዋ ዋ ኣደይ ማርያም
ፈጣሪ ሆይ
ዋ
ኣምላክ ኣቦይ እንካ ኣታ ኤፊ ኣታ ውረድወሎም እዞም ታእሽም እዞም ተምሃሮ ዋ
ሰላም ሰላም ናይ ፍሪደም ቻናል ተኸታተልቲ ከመይ ሓዲርኩም ከመይ ስላብዚ ሰዓት እዚ በፂሕኹም ናልኩ ከምቲ ዝሰማዕኹምዎ መሬት ትግራይ ኣብ ሙሉእ ትግራይ ኣብ ትግራይ ጥራሕ ዘይኮነ ኣብ ኢትዮጵያ ለ ኣብ ዝተፈላለየ ከባብታት ኣብ ጎንደር እና ብኤርትራ ገጽለ ከም ዝተኸሰተ ብዝተፈላለየ ማሕበራዊ ሚዲያታት ላተገለጸ ጸኒሑ እዩ ከምቲ ኩላትና ንረኣዮናዮ እና ምንቅጥቃጥ መሬት ብፍላይ ኣብ ከባቢ ዓፋር ብዝተለዓለ ከባቢ ጽን ውቕሮን መቐለን እና ዴስኣ እቲ ከባቢ በቃ ሃኡሉሎ ሓያል ዝኾነ ምንቅጥቃጥ ተራእዩ ዘይስማእ ተራእዩ ዘይፈልጥ ብጣዕሚ መፍርሕን መደንገጽን ዝኾነ እዩ ነይሩ ማለት እዩ ከምቲ ኩላትና ዝተዓዘብናዮ ኣነ ስላ ናቱ ለይኮነ ግን ኣብዚ ሕዚ ሰዓት ኣምፂኒ ዘሎ ክዛረብ ዘምፀኒ ሲ ዋ ብስሩቲ ሕብረተሰብና እቲ ህዝብና ዝተኣዩ ዝኾኑ ኣሎ ምንቅጥቃጥ መሬት ገጢሙ ላተባሃለ ሰብ ተሻቂሉ ከም ትረእኹምዎ ተጨኒቑ ልደገ ወፂኡ ሙሉእ ለይቲ ስድራና ተጨኒቖም ኣብኡ ዝነማሕና ላ ዓሰርተ ግዜ ላደወልና ኢላበልና ከመን ኮን ኮይኑ መፂኡ መፂኡ ኢላበሉ ላተደጋገመ ኣንሕና ኳስ በቃ ኣንሕና ከየበልና ቃውላህልና ሽዱሽተ ግዜ በቃ ስድራ ዳዕልን ናይ ለዓፀያ ኢላ ቦሊሲ ከባቢ ሽዱሽተ ግዜ ተመላሊሱ ተንቀጥቂጡና እቱ ሰብ ግን ማለት እዩ ቲ ማሕበራዊ ሚድያ ደሎ ሰብሲ እንታይ እዩ ዝኾን ሎ ኣብ ክንዲ ጸሎት ሰብ ዓዲ ደሎ ላብ ቤተ ክርስትያን ላጎየየ ስለ ህፃውንቲ ላበለ ላለመነ ላጸለየሲ ዓለም ብዓለማ ስለ ምንቅጥቃጥ መሬት ና ናተዛረበት እንትን ጸሎት ላገበረት ሲ ኣብ ማሕበራዊ ሚድያ ለሎ ሰብ ግን ይቕልድ ብዘይ ቅለድ ይቕልድ ለይኮነ ነገር ይፅሕፍ ብስሩስ ላበይ ኢና ብስሩሲ ላበይ ገፅና ኢና ንኸድ ኣለና ኣነስ ብጣዕሚ የተገሪመ ኣብቲ ማሕበራዊ ሚድያ ሲ እንታይ እዩ ልኾን ሎ ዝሰብል ብልቕለድ እንደ ቅለድ እንዲና ነንፈልጥ ኮይና ናይ እግዚኣብሔር ቁጥዐ ስለይንፈልጦ ዲና ኮይና ዋእ ኣንሕናስ በይናይ ሞራልና ኢና ብእግዚኣብሄር ክንቅልድ ኣነ ብጣዕሚ እዩ ኣብ ሓደ ጽሑፍ ብጣዕሚ ዝገረመኒ ዝረእኽዎሲ ዋ ኢየሱስ ድዩስ ዋላ መሓመድ እዩ ልንቕንቐና ኣሎ ኢሉ ዝጽሕፍ ቆልዓስ ብጣዕሚ ገሪሙኒ ማለት እዩና ከምዚ ዓይነት ቀልድታት ትቕልዱ ስለምንታይ ኢኹም ማለት እዩ ኣብ ትግራይ ለሎ ግን በብከባቢኡ ሃሜ ኣሎ ላበለ ላፖሰተ ላተጨነቐ

ስለምንታይ እዩ ቀልዲ ተደልዮ ከምዚ ዓይነት እንድዒ ይፈልጢ ኣነስ እንድዒ ኣብቲ ማሕበራዊ ሚድያስ ብጣዕሚ እየ ተገሪመና ከምዚ ዓይነት ሲ ንምንታይ ኢና ንቐልድ ኣሕዋተይ ፅቡቕስ ኣይኾነ እዩ ንባዕልና ማለት እዩና ፅቡቕ ኣይኮነ ኮፍ ኢልና ክንሓድራ እንተኾይንና እምበር ኣረሲዕኻ ማይ ትወስደናን ለኣምላኽካስ ከምኡ ይበሃል እና ኣሕዋተይ ማለት እዩ ቁጥዐ እግዚኣብሄር ቁጥዐ እግዚኣብሄር ሲ ኣብ ካሊእ እዩ ለብፅሕ ምስ እግዚኣብሄር ካሊእ እሞ ግደፍዎ ከምዚ ዓይነት መምህር መፀና ተሎ ሲ ስለምንታይ ኢና በቃ ናብ ኣምላኽና ምልስ ኢልና እንትንለይ ንብል ብፍላይ ክመፅ ተሎ ይኾነ ልብና ኣንፂህና ምስ ኣምላኽና ተዓሪቕና ናይ ኣምላኽ ከምዚ ዓይነት ቁጥዐ ክርእየና ተሎ ደሞ ንእሽቶ እታ ነብስና ስታይ ሒዝናላ ኢና መሬት ኣንቀጥቂጡ ናተባሃልካ ህዝብኻ ደገ ተደውርዩ ህዝብኻ ወፅዩ ኣብ ካሊእን ካሊእን ነገር ናሃልይስ ፍቓድኡ ውስኻ ግን በቃ ማሕበራዊ ሚዲያ ልኾነ ኢለ ይኮነይ ሓንሳብ ብል ጓል ኣሉላ ብሰንኪ ጓል ኣሉላ ኣይቅርታ ውልዋ ደቂ ቁሮዶ ሓንሳብ ከምዚ ኮይኑ ዶ ሓንሳብ በቃ ለይትብልዎስ የለን ማለት እዩና እንታይ እዩ እቲ ሽግርና እናሕዋተየ ማለት እዩ ኣብ ከምዚ ነገርሲ በጃኹም ላብ ናይ ስራሕ ኣምላኽ ስተይ ዘይንኣቱ ጸሎት ተንገብር ላብ ኣምላኽና ተንዕረቕ ናይ ኣምላኽ ስራሕሲ ላብ ኣምላኽ ገጽና ተበና እዩ ልሐሽ እየ ልብልና ፕሊስ በጃኹም በእውነት ጸሎት ንግበር ከምዚ ዓይነት ክገጥም ተሎ ላብ ናይ ስራሕ ኣምላኽ ለኣተና ልኾነን ለይኮነንስ ኣይንበል እቲ ኣፍና ካብ ኣፍና ልወጽእ ልጊዝኡ ንሰብ ከስሕቕ ኢሉ ገለ ገለ ክትብሉ ትኽእሉ ኢኹም። ብፍላይ ሽዑ ልፕሰት ነበረ ላይቭ ወጺእካ ናይ ምርኣይ ነገራት ናይ ሰሓቓት ነገር ንዑ ጸሎት ንግበር ኢልካ ኣርእስቲ ጽሒፍካ ኣብኡ ለይኮነ ሰሓቕን ገለን እዚሲ ንእሽተይ ኣንሕናስ ለማዓንቲ እኒኤና ጽባሕ የለናን እታ ሂወትና ኣብ ምንታይ ሃም ልወድቕ ኣይንፈልጥን እና ካብ ከምዚ ዓይነት እዚ ዘይንቑጠብ ብፍላይ ንኡስ ወለዶስ ኣብ ምንታይ ኩነታት ኢና ዘለና ብጣዕሚ እዩ ልገርም ለሕዝን ማለት እዩ። ወለድና ፍቓድይ ጸሎት ሽዑ ለይቲ መሬት ከይዶም ላብ ጸሎት ላተደፍኡ ላብ ቤተ ክርስትያን ኣብ ደገ ቁሪ ለይበሉ ቆልዑ ሕጻውንቲ ገለ ሒዞም ኣብ ደገ ህዝብኻ ሆጭ ኢሉ ሰብ ማሕበራዊ ሚድያ ለይኮነ ነገራት ላጸሓፍካ ካብ ኣንደበትና ልወጽእ ነገር ብጣዕሚ ይሕመቀና ኣብ ኮምዚስ ክንቁጠብ ኣለና ይብል ኣሕዋተይ ለቢሞም ማለት ይኹነይ ግን ብጣዕሚ ስለ ልገረመኒ እየ መጽየና ኣምላኽ ብምሕረቱ ይጠምተና ልዓድናን ህዝብናን ልኹሉ ዓለም ማለት እዩ ሰላም ይግበረሉ ሰላም እዩ ፅቡቅና እግዚኣብሔር ኣምላክ ኣቦይ መሬት ናራጋግዕ ኣቢሉ ትህዝብና ሰላም ገይሩ ካብ ጦርነት ወዲ ጦርነት መንግስትታትናለ ካብ ፅልኢ ወዲ ፅልኢ ካብ ፖለቲካ ወዲ ፖለቲካ ርሒቆም ላውነኦም ተመሊሶም ልቲ ህዝብን ዓድን ሰላም ዝገብርዎ ኣብ ሙሉእ ዓለም ለሎ በቢ ሃይማኖቱ ፀሎት ገይሩ ብሰላም ንክንነብረላ እዛ ምድሪ ፈጣሪ ኣምላክ ይሓግዘና እምበይ ብጣዕሚ እዩ ከቢድ በእውነት ኣነስ ብጣዕሚ ስለልተገረምኩ እየ እና። ኣምላክ ሰላሙ የውርደልና ሰላሙ ይመልሰልና ኣምላክ ኣቦይ ኩሉ ባዕሉ ይፈልጦ ኩሉ ባዕሉ ይሪኦ እሞ ናይቶም ህፃውንቲ ናይቶም ኣፍ ለይብሎም ሪኡ ኣምላክ ሰላም የውርደልና ክብል ይደሊ እና ሰላም ምስ ኩላትኩም ይኹን እናበልኩ በይዛኹም ልቢ ንግበር በይዛኹም